ሰላም ጥዕኒ ሃበልና ዝኸበርኩም ተኸታተልቲ ልሳን ተጋሩ ዜናታት ናይዚ ዕለት ሒዝና መፂና ኣለና። ፈለማ ግን ቐንዲ ቐንዲ ኣርእስትታት ኣብ ኢትዮጵያ ውሽጢ ዓሰርተ ክልተ መዓልትታት ሰለስተ ድሮናት ብልፅግና ምሕምሻሸን ኣብይ ኣሕመድ ኣብ ልዕሊ ኤርትራ ውግእ ንምኽፋት ከም ዝተዳለወ ተገሊጹ። ካብ ጀነራላት ትግራይ ሓድሽ ሓበሬታ ተረኺቡ። ካብ ምዕራብ ትግራይ ሓድሽ ሓበሬታ ተሰሚዑ። ምኽባር ላዕላዊ ወሰናት ትግራይን ውሕስ ምምላስ ተመዛበልቲ ወገናትን ቀዳምነት ዝወሃቦ ግድን ክፍጸም ዘለዎም ብሄራዊ ዕማምና እየ ክብሉ ፕሬዚዳንት ጀነራል ታደሰ ወረደ ገሊጸም። ኣብ እዋናዊ ጉዳይ ኣመልኪቱ ካብ ዓብዪ ኮሚቴ ምትእኽኻብ ሃፍቲ ግዜያዊ ምምሕዳር ትግራይ ዝተውሃበ መግለፂ ኣሎ ዝብሎን ካልኦትን ኣለውና። ሕጂ ድማ ናብ ዝርዝራዊ ንፈል ማግኒ ቻናልና ሰብስክራይ ንምድላዋትና ድማ ላይክን ሼርን ብምግባር ቤተሰብ ይኹኑ። ሰናይ ምክትታል ኣብ ኢትዮጵያ ውሽጢ ዓሰርተ ክልተ መዓልታት ሰለስተ ድሮናት ብልፅግና ምሕምሻሸን ኣብይ ኣሕመድ ኣብ ልዕሊ ኤርትራ ውግእ ንምኽፋት ምስ ክልተ ጀነራላት ትግራይ ይሰርሕ ከም ዘሎን ዝገልፅ ዜና ወፅዩ። ካብ ፍልፍላት ደብረ ዘይት ሓይሊ ኣየርን ወተሃደራዊ ኮማንድ ምክልኻል ሃገርን ብዝተረኸበ ሓበሬታ ምስ ሱዳን ኣብ ዘዋስን ኣብ ግንባር ምዕራብ ትግራይ ክሳብ ሕጂ ሰለስተ ድሮናት ብልጽግና ተሓምሺሸን ኣለዋ። ክሳብ ሸውዓተ ጥሪ ድሮናት ብልጽግና ኣርባዕተ ሚእቲ ግዜ ኣብ ልዕሊ ትግራይ ብፍላይ ድማ ሳላሳን ሽዱሽተን ግዜ ኣብ ልዕሊ ኣርሚ ሰብዓን ብተወሳኺ ድማ ኣብ ውሽጢ ሱዳን ብምእታው ኣብ ልዕሊ መዕቖብታት ዝርከብ ህዝቢ ትግራይን ቀትርን ለይትን ወተሃደራዊ ድህሰሳ ከም ዝገበራ እዮም። ኣብ ዘካየደ ብዕለት ዕስራን ሓሙሽተን ናብ ዕስራን ሽዱሽተን ታህሳስ ክልተ ሽሕን ዓሰርተ ሸሞንተን ዘውግሕ ዋንነተን ናይ ዓረብ ኢምሬት ዝኾና ብቻይናውያን ክኢላታት ዝተዋፈረ ክልተ ዊንግ ሎንግ ድሮናት ኣብ መንጎ ሕሞራን በረከትን ከምኡ እውን ኣብ ምድረገነት ኣብ ደራፍዕ ከባብን ምስ ሙሉእ ዕጥቅን ተሓምሽሸን ኣለዋ እተን ድሮናት ምስ ወደቓ ሽዖ ንሽዖ መንግስቲ ኣብዪ ኣሕመድ ናብተን ከባብታት ገዚፍ ወተሃደራዊ ሓይሊ ብምውፋር ንስብርባራት ኣራርዩ ብምሽጠር ናብ ደብረ ዘይት ሓይሊ ኣየር ኣጓዒዙ ኣብ ውሽጢ ሃንጋሪ ኣእትዮ ብምንታይ ከም ዝወደኣ ምርመራ የካይድ ኣሎ። ኣብ ከይዲ ምርመራ ኣወዳድኣ እዘን ክልተ ድሮናት ብልፅግና ካብ ዊንግ ሎንግ ንላዕሊ ክበር ፅሬተን ዘለወን ስርሒት እስራኤል ዝኾነት ሓንቲ ድሮን ምስ ካልኦት ድሮናት ናብ እቲ ከባቢ ብምውፋር ጽዑቕን ተኸታታልን ደህሰሳ እናካየደ ቐኒ እዩ። ብዕለት ሸውዓተ ጥሪ ክልተ ሽሕን ዓሰርተ ሸሞንተን ኣጋ ምሸት ገና ኩለን ምስኣ ዝነበራ ዊንግሎንግን ሪምቦን ድሮናት ካብ ምዕራብ ትግራይን ውሽጢ ሱዳንን ኣብ ከባቢ ሽራን መቐለን ትምለሳ እቲ ሓንቲ ንበይና ዝኾነት ስርሒት እስራኤል ናይ ሰርቬልያንስ ድሮን ማለት እውን ስርሒት ኣይኣርኤስ ኣተሓባባሪ ዝነበረት ድሮን ሃለወት ኣጠፊኡ እዩ ብድሕሪኡ ኣብቲ መወዳእትኡ ዝነበረትለ ከባቢ ኣብ ደቡብ ሱዳንን ምዕራብ ትግራይን ከም ዝተሓምሸሸ ድሕሪ ምፍላጦም ሽዑ ንሽዑ ድማ ጀነራል ብልፅግና ዝመርሖ ብሄሊኮፕተር ዝተሓገዘ ብበዝሒ መኻይን ሓይሊ ናብቲ ዝወደቐትለ ከባቢ ኣዋፊሩ እዩ ይብል እቲ ዝወፀ ሓበሬታ ከምቲ ዝሓለፈ እቲ ስብርባራት ክእክብ ሃሰው ክብል ዝሓደረ ኣብዪ ኮይኑ ግና እታ ድሮን ሙሉእ ብሙሉእ ስለ ዝተሓምሸሸት ዘረብሕ ስብርባር ኣቕሓ ከም ዘይተረኸበ እዩ ካብ ደብረ ዘይት ዝወፀ ሓበሬታ ኣረጋጊፀ። ኣወዳድኣ እዘን ድሮናት ብዝምልከት ኣብ ደንቢ ብልፅግናን ተሓባበርቱን ክኢላታት ኤሚሬትን ቻይናውያን ስጡም ምሽጥራዊ ምርመራ ዝቐፀለ እንትኾን ክሳብ ሕጂ ጭቡጥ መረዳእታ ክረኽቡ ዋላ እንተዘይከኣሉ ኣብ ክልተ ግምታት ተመቓቒሎም ከም ዘለዎ እዩ ካብ ወታደራዊ ኮማንድ ምክልኻል ሃገር ዝተረኸበ ሓበሬታ ገሊጹ። ፍርቆም ብኣርሚ ሰብዓ ወይ ብሱዳን ጃውም ተጌረን እየን ክወድቃ ኸኢለን እንትብሉ ብወገን ካልኦት ድማ ከምቲ ኣብ ቤሻንጉል ኣብ መዋፈሪ ናይ RSF ጀነራል ዳጋሎ ዝተወቕዐ ብግብፂ ወይ ብስዑድ ዓረብ ነጥቅዕ ኣለና እምበር ሱዳን ኮነ ኣርሚ ሰብዓ እዚ ዓቕሚ የብሎምን ዝብል ቅዋም የስምዑ ከም ዘለዉ እዩ ተሓቢሩ። ቅድም ክብል ኣብ ውሽጢ ኤርትራ ብሸነኽ ቡሬ ዝወደቐት ድሮን ሓዊስካ ኣብዚ ቀረባ ዝወደቓ ድሮናት ብልፅግና ኣርባዕተ በፂሕን ኣለዋ። ድሕሪ ኣብ 30 ጥሪ ዝተሓምሸሸት እታ ወሳኒት ስርሒት እስራኤል ዝኾነት ድሮን ኣይኣርኤስ ብልፅግና ምርመራን ምፅራይን ክሳብ ዝግበር ኣብዚ ዝሓለፈ ሰሙን ናብ ትግራይ ብፍላይ ናብ ምዕራብ ትግራይ ኮነ ሱዳን ዝገብሮ ዝነበረ ተኸታታሊ ድህሰሳ ድሮን ጠጠው ኣቢሉ ጠመተ መዋፈሪ ድሮናቱ ኣብ ክልል ኣምሓራን ኦሮሚያን ገይሩ ከም ዘሎ እዞም ምንጭታት ገሊፆም። ሓይሊ ኣየር ኢትዮጵያ እዚ ኣብ ዝተኣናግደሉ ድማ ኣብቲ ሃገር ምንም ከም ዘይተፈጠረ መበል ቴስዓ ዓመት ምስረት ሓይሊ ኣየር እቲ ሃገር ኣብ ምኽባር ይረከቡ። ኣብቲ ዝግበር ዘሎ ምኽባር ሓይሊ ኣየር እታ ሃገር ድማ ምድላው ውግእ ዝመስል ምንቅስቓሳትን ወተሃደራዊ መግለፅታትን ይወሃቡ ኣለዉ። ብፍላይ ኣብዪ ኣሕመድ ንኤርትራ እዩ ተባሂሉ ዝተዛረቦ መደረታት ንብዙሓት ኣሰንቢዳ ኣሎ። ኣብይ ኣሕመድ ኣብ ልዕሊ ኤርትራ ውግእ ንምኽፋት ምንቅስቓስ ይገብር ከም ዘሎ ኣብ ዝንገረሉ ዘሎ ኣብዚ ሕጂ ሰዓት ድማ ክልተ ጀነራላት ትግራይ ብዝለዓለ ኣማኸርትን መሪሕትን ኮይኖም የማኸርዎ ኣለዉ ተባሂሎም ይኽሰሱ ኣለዉ። ጀነራል ጻድቃንን ጀነራል ሳሞራን ኣብዚ ሕጂ ሰዓት ዋና ናይ ድሕሪት ሓይሊ ኣብይ ኣሕመድ እዮም ተባሂሎም ይንገረሎም ከም ዘሎ ድማ ዝረኸብናዮ ሓበሬታ የረድእ። ምኽባር ላዕላወ ወሰናት ትግራይን ውሕስ ምምላስ ተመዛበልቲ ወገናትን ቀዳምነት ዝወሃቦን ግድን ክፍፀም ዘለዎን ብሄራዊ ዕማምና እዩ ክብሎ ፕሬዚዳንት ጀነራል ታደሰ ወረደ ሓቢሮም። ፕሬዚዳንት ግዜያዊ ምሕዳር ትግራይ ጀነራል ታደሰ ወረደ ነዚ ዝበሉ ድማ ሎሚ

ክነልምዕ ይግባእ እዚ ድማ ቀንዲ ዋኒን መንግስቲ እየ ኢላ ፕሬዚዳንት ትግራይ ጀነራል ታደሰ ወረደ ምኽባር ላዕላዊ ወሰናት ትግራይን ውሕስ ምምላስ ተመዛበልቲ ወገናትናን ቀዳምነት ዝወሃቦን ግድን ክፍፀም ዘለዎ ብሄራዊ ዕማምና እዩ ክብሉ ድማ ብኣፅንኦት ገሊፆም እዚ መደብ ንምፍፃም ድማ መላእ ደቂ ትግራይ ኣብ ጎኒ ግዜያዊ ምምሕዳር ትግራይ ዓሲሎም ክዕወትዎ ይግባእ ክብሉ ተላብዮም ህዝቢ ኣሕፈር ኣብ ኣንጻር ባዕዳውያን ወረርቲ ኾነ ኣብ ሕሉፍ ዕጥቃዊ ቃልሲ ዓሰርተ ሸውዓተ ዓመት ተጋድሎ ዘጋደለ ወርቃዊ ታሪኽ ዝሰርሓ ህዝቢ እዩ ኢላ። ኣብቲ ዝሓለፈ ጽንተታዊ ኹናት እውን ሓደ ክፍለ ሰራዊት ፈጢሩ ዝዓጠቐ፣ ኣብ ቁርጺ ሰዓት ወፍሪ ኣሉላ ጸላኣይ ንምድምሳስ ወሳናይ ታርኦ ዝተጻወተ ህዝቢ ምዃኑ መስኪራ። ኣብ ተኸታተልቲ ውግኣት ተኸታተልቲ መስዋእትነት ዝኸፈለ ብዙሓት ስዋኣት ስድራ ስዋኣትን ሃርበኛታትን ዘለውዎ ከባቢ ምዃኑ ብምምልካት ሕጂ እምነ ኩርናዕ መዘክር ሰማእታት ትግራይ ኣሕፈሮም ክቐመጥ ምብቅዑ ፍሉይ ትርጉም ከምዘለዎ ገሊፆም። ግዜያዊ ምምሕዳር ትግራይ መፍረያይነት ዓውደ ሕርሻ ትግራይ ክዕብዩ ዝኽእሉ መደባት ሒዙ ይዓምም ከምዘሎ ብምጥቃስ ኣብ ማይን ኢነርጅን፣ ሜካናይዜሽን፣ ኢንቨስትመንት፣ ፈጠራ ዕድል ስራሕ ጭቡጥ ለውጢ ንምምፃእ መደብ ሕውየት ተታሒዙ ከምዘሎ ኣረዲኦም። ኣብ መላእ ከተማታት ትግራይ ዘሎ እቲ ፀገም ንምፍታሕ ግዜያዊ ምምሕዳር ትግራይ ብቑርፀኝነት ተላዒላ ኣሎ ኢሎም ክብል ጋዜጠኛ ገብረ ተኽላይ ፀብፂቡ። ኣብ እዋናዊ ጉዳይ ኣመልኪቱ ካብ ዓብዪ ኮሚቴ ምትእኽኻብ ሃፍቲ ግዜያዊ ምምሕዳር ትግራይ ዝተውሃበ መግለፂ ትግራይ ገጢምዋ ዘሎ ናይ ፋይናንስ ፀገም ብምፍታሕ ንምሕከም ውግኣት ሃርበኛታትን ተመዛበልቲ ወገናትን ንምምላስ ካብ ዓብዩ ኮሚቴ ምትእኽኻብ ሃፍቲ ግዜያዊ ምምሕዳር ትግራይ ፃውዒት ቀሪባ ኣለ። እቲ ዝተጀመረ ወፍሪ ኣብ ትግራይን ተጋሩን ኣጋጢሙ ዘሎ ሕፅረት ቁጠባ ንምፍታሕ ዳግም ህንፀትን ሕውየትን ትግራይ ንምጥንኻርን ኮታስ ፅባሕ ፅንተታዊ ኮይናት ንትግራይ ቆሪኑ ሒዝዎ ዘሎ ሕጽረት ፋይናንስን ብዘቤታዊ ምትሕብባር ፍታሕ ንምንዳይ ዝዓለመ እዩ። ኣብቲ ብግዜያዊ ምምሕዳር ትግራይ ተማእኺሉ ዝሳለጥ ዘሎ ምትእኻው ሃፍቲ ስለ ትግራይን ተጋሩን ዝግደስ ዝኾነ ኣካል ይኹን ውዳበ ክንዲ ዝሃለወ ኣፈላላይ ይሃልዎ ትግራይ ኣጋጢምዋ ንዘሎ ብሄራዊ ጸገም ንምፍታሕ ኣፈላላይ ገዲፉ ብዘይ ትግራይ ካሊእ ዓዲ ስለዘየብልናን ዘይትህልወናን ይብልከተኒ እዩ ዝብል ዝኾነ ይኹን ኣካል ዓርሰ ምርኮሳ ዝተረጋገፀ ዓዲ ጋህዲ ንምግባርን ወድዓዊ ፀገም ፋይናንስ ትግራይ ንምፍታሕን ግዲኡ ከበርክት ይግባእ። ኣብ ውሽጢ ዓድን ወፃእን ዝርከብ ህዝብና ብፍላይ ድማ ዲያስፖራ ተጋሩን ፈተውቲ ተጋሩን ሰላኹም ፀገም ትግራይን ተጋሩን ንምፍታሕ ዝብል ኣምር ገይርኩም ኣብቲ ወፍሪ ምትእኽኻብ እቶት ብስጡም ሓድነት ክትርከቡን በይዛ ህዝብን ዓድን ግንባር ቀደም ኮይንኩም ክተምኹም ከተንብሮ ንጽውዕ። ብሓፈሻ እታ ኣብ ከቢድ ሕጽረት ፋይናንስ ወዲቓ ዘላ ዓዲ ንምቕናዕ ንስለ ዓድን ህዝብን ክብሉ መጉዳእቲ ዝበጽሖም ሃርበኛታት ንምሕካም ተመዛበልቲ ወገናት ንምምላስ ዓቕሚ ኩሎም ደቂ ትግራይን ፈተውትን ወሳኒ ስለ ዝኾነ ኣብዚ ሰናይ ተግባር ንዕሰል፣ ብሕብረት ጸገምና ነቃልል ዝብል መልእኽቲ ነመሓላልፍ ክብል ኣብ ግዜያዊ ምምሕዳር ትግራይ ዓብዪ ኮሚቴ ምትእኻብ ሃፍቲ ጸውዕ። ዜናታት ናይ ዝዕለት ነዚኦም ይመስሉ ነይሮም። ስለምክትታልኩም ነመስግን። ሰላም